እልና ካብ መጀመርኡ ስጋዕ መወዳእትኡ እንታይ እንታይ ገይሮም ይሰርሑ፣ እንታይ እንታይ ማሽናት ይጥቀሙ፣ እንታይ እንታይ ኬሚካላት ይጥቀሙ፣ ነዚ ብምልኡ ነጽንዖ ማለት እዩ። ነዚ ኣጽኒዕና ሰራሕተኛታት ሓደጋ ከይወርዶም እንታይ ክገብሩ ኣለዎም ከኣ ባዕልና ሓበሬታ ንህቦም ማለት እዩ። ሓበሬታን ምኽርን ሂብና ነቲ ዘሎ ኣብ ትካላት ሽግር ናይ ትካላት ከኣ ንፈትሕ። ውሑስ ዝኾነ ኩነታት ስራሕ ንፈጥር ስለ ዘለና ኣብ መቕጻዕቲ ብዙሕ ኣይንድህብን ኢና። ምስ ኣስራሕትን ሰራሕተኛታትን'ውን ብቐጻሊ ርክብ ከም ዘካየዱ ዝጠቐሰ ኣቶ ጸጋይ፣ ሰራሕተኛታት ናብ ስራሕ ቅድሚ ምውፋሮም ውሕስነት ጥዕንኦምን ድሕነቶምን ንምርግጋጽ እኹል ሓበሬታን ጎስጓስን ክወሃቦም ከም ዝግባእ ኣስሚርሉ። ትካላት ብሕጊ ዕዮ ቁጽሪ ሚእትን ዓሰርተ ሸሞንተን ህዝባር ክልተ ሽሕን ሓደን ተማእዚዘን ኣብ ትሕቲኤን ዝተቐጽሩ ሰራሕተኛታት ንምዕባሌኦም ዝሕግዝ መደባት ክሕንጽጻ ብምዝኽኻር ድማ ሰራሕተኛታት ብሰንኪ ቀመማትን ጥረ ነገራትን ጥዕናዊ ጸገማት ንኸየጋጥሞም ልዑል ጥንቃቐ ክግበርን መከላኸሊ ክዳለወሎምን ኣተሓሳሲቡ። ኣብ መወዳእታ ኣቶ ጸጋይ ኣብ ዝሓለፈ ትሽዓተ ኣዋርሕ ኣብ ዝተኻየደ ስርሓት ምቁጽጻር ንሰለስተ ትካላት መጠንቀቕታ ክወሃብ እንከሎ ሓንቲ ትካል ድማ ናብ ቤት ፍርዲ ቀሪባ ግቡእ መቕጻዕቲ ከምእተበየነላ ሓቢሩ።
ነበርቲ ገረሚ ንኡስ ዞባ ሰረጃኣ ከባቢያዊ ፅሬት ብምውሓስ ካብ ዝተፈላለዩ ሕማማት ንምድሓን ኮም ዝሰረቱ ፕሮጀክት ብዓወት ተግቢሮም። ዛጊት ብዘሰላሰልዎ ዕማም ክልተ ሚእትን ኣርባዓን ሰለስተን ዓይኒ ምድሪ ከምዝሃነፁ ኣመሓዳሪ ገረምን ምድረ ዛውልን ኣቶ ጴጥሮስ ዓንዶም ሓቢሮም። ብ ዓሰርተ ኣርባዕተ ሕዳር ኣብ ዝተኻየደ ስነ ስርዓት ምምራቕ'ቲ ፕሮጀክት ኣመሓዳርቲ ንኡስ ዞባ ኣቶ ተስፉ ፍስሓጽዮን ናብ ዘስምዖ መደረ፣ ኣብቲ ንኡስ ዞባ ክካየድ ብዝጸንሐ ኮም ዝመርሖ ጻዕርታት ኣስታት ሽዱሽተ ሽሕ ዓይኒ ምድሪ ክህነጽ እንከሎ ልዕሊ ኣርብዓ ሽሕ ህዝቢ ተጠቃሚ ኮይኑ ምህላዉ ጠቒሱ፣ ኣብቲ ንኡስ ዞባ ካብ ዝርከባ ዕስራን ሸሞንተን ዓድታት እተን ዕስራን ሓሙሽተን ድሮ እጃመን ከምዘጻፈፋ ኣብሪሆም። ኣብ ዞባ ማእከል ዋና ዳይረክተር ክፍሊ ማሕበራዊ ኣገልግሎት ኣቶ ቃልኣብ ተስፋስላሰ ብወገኑ፣ እቲ ፕሮጀክት መቐጸልታ ናይቲ ጥዕና ዜጋታት ንምውሓስ ዝካየድ ዘሎ ጻዕርታት ምዃኑ ጠቒሱ፣ ነበርቲ ገረሚ ንዘዋደድዎ ዓይኒ ምድሪ ብግቡእ ክጥቀምሉ ኣዘኻኺሮም። ዳይረክተር ጨንፈር ሚኒስትሪ ጥዕና ዞባ ማእከል ዶክተር ተስፋይ ሰሎሙን ድማ፣ ጥዕና ሕብረተሰብ ዝኽተሎ ስትራተጂ ኣብ ምክልኻልን ምቁጽጻርን ሕማማት ዘተኮረ ምዃኑ ብምጥቃስ፣ ኣፍልጦ ሓረስቶት ክብ ንምባል ብዕቱብ ይስርሓሉ ከምዘሎ ኣረዲኦም። ብኻልእ ወገን ነበርቲ ከባቢ ሽዱሽተ ከተማ ከረን ኣብ ቀፅሪ ሆስፒታል ከረን ብዘካየድዎ ወፈራ ፅሬት ኣብቲ ሆስፒታልን ከባቢኡን ዝፀንሐ ደረቕን ፈሳስን ርስሓት ከምእተፀርገ ኣወሃሃድቲ ናይቲ መደብ ገሊፆም። ኣብ ዞባ ደቡብ ብብቕዓት ኣብ ሃገራዊ መርመራ ሻሙናይ ክፍሊ ዝካፈሉ ተምሃሮ ንምምሕያሽን ዝምዝገብ ዘሎ ውፅኢት ክብ ንምባልን ፃዕሪ መምህራንን ሱፐርቫይዘራትን ክሕይል ከምዝግባእ ብ ዓሰርተን ዓሰርተ ሓደን ሕዳር ኣብ ከተማ መንደፈራ ኣብ ዝተኻየደ ኣኼባ መዘኻኸሪ ቐሪቦም ኣብቲ ርእሰ ምምሕዳርን ስፐርቫይዘራትን ዝተሳተፍዎ ኣኼባ ኣወሃሃዲ ሃገራዊ መርመራ ሻሙናይ ክፍሊ ኣብቲ ዞባ መምህር ኣስመሮም ሰሲኖስ ኣብ ዘቕረቦ ጸብጻብ፣ ኣብ ዓመተ ትምህርቲ ክልተ ሽሕን ዓሰርተ ሓሙሽተን ክልተ ሽሕን ዓሰርተ ሽዱሽተን ኣብ ዝተኻየደ መርመራ ኣስታት ስሳን ሓደን ሚእታዊት ካብ ተሳተፍቲ ናብ ካልኣይ ደረጃ ዘሕልፎም ነጥቢ ከምዘመዝገቡ ኣብሪሁ። ዕስራ ሓደን ኣብያተ ትምህርቲ ካብ ቴስዓ ሚእታዊት ክሳብ ሚእቲ ሚእታዊት ተመሃሮኣን ከምዘሕለፋ ዝጠቐሰ መምህር ኣስመሮም፣ እዚ ነተን ድኹም ውፅኢት ዘመዝገባ ኣብያተ ትምህርቲ ፅቡቕ ኣብነት ክኸውን ከምዝግባእ ገሊፆም። ሓላፊ ጨንፈር ሚኒስትሪ ትምህርቲ ዞባ ደቡብ መምህር ህብትዝጊ ኪዳነ ብወገኑ፣ ኣብ መስርሕ እቲ መርመራ ንዝነበሩ ድኻማትን ፀገማትን ኣለሊኻ ንምፍዋሶም ስጉምትታት ክውሰድ ብምዝኽኻር፣ ሞያዊ ስነ ምግባር መምህራን ኣብ ምሕያል ብቕዓት ትምህርቲ እወታዊ ተራ ስለዘለዎ መምህራን ሓላፍነቶም ብግቡእ ተገንዚቦም ክትግብርዎ ፀዊዖም። ተሳተፍቲ ብወገኖም ኣብ ሃገራዊ ምርምራ ሻሙናይ ክፍሊ ብሉጽ ውጽኢት ንዘምጽኡ ዝወሃብ ሽልማት ዒንደ ማሶ ኣብ ምሕያል ተመሃሮ ሓጋዚ ስለዝኾነ ብዝለዓለ ክድፋኣሉ፣ መምህራን ድማ ኣብ ኣተሓሕዛ ተፈተንቲ ሓላፍነታውያን ክኾኑ ዝብሉ ርእይቶታት ኣቕሪቦም። ኣብ መዛዘምቲ ገምጋም ዋና ዳይረክተር ክፍሊ ማሕበራዊ ኣገልግሎት ዞባ ደቡብ ኣቶ ፍራንኮ ኩባባ ኣብ ዘስምዖ ቃል፣ መስርሕ ምምሃርን ምስትምሃርን ንኹለን ኣካላት መንግስቲ፣ ዝምልከት ዕማም ምዃኑ ጠቒሱ፣ ምምሕዳር ዞባ ደቡብ ኣብ ኩሉ ንጥፈታት እቲ ሚኒስትሪ ኣድላዪ ምድግጋፍ ክገብር ምዃኑ ኣረጋጊጹ። ኣብ ንኡስ ዞባ ዓረዛ ንቕሓት ህዝቢ ብምብራኹን ምትሕብባሩ ምስ ፖሊስ ብምሕያሉን ተርእዮ በደላትን ገበናትን ኣዝዩ ከምዝጎደለ ሓላፊ ምክልኻል ገበን ኣብቲ ንኡስ ዞባ ምክትል ተኔንተ ጎይትኦም መጎስ ሓቢሮም። ተነንተ ጎይትኦም ብ ዓሰርተ ሕዳር ኣብ ከተማ ማይድማ ምስ ነበርትን ተምሃሮን ኣብ ዝገበሮ ርክብ፣ ንስነ-ምግባር ሕግን ቁንዕ ትርጉሙን፣ ዝምድና ህዝብን ፖሊስን፣ ሳዕቤናት ገበናት፣ ክኽበር ዘለዎ ትራፊካዊ ሕግታትን ካልእን ኣመልኪቱ ሰፊሕ መብርሂ ሂቦም። ኣብ ምግታእ በደላትን ገበናትን ተመዝጊቡ ዘሎ ዓወት ንኽዕቀብ ተራ ወለድን መምህራንን ክዓዝዝ ኣተሓሳሲቦም። ሓላፊ ምርመራ ገበን መደበር ፖሊስ ንኡስ ዞባ ዓረዛ ሰርጌንቲ ዓይነታ ተሾመ ብወገኑ፣ ስልጣን ኮማዊ ቤት ፍርድን ኮማዊ ፖሊስን፣ ምዝመዛን ኣድልዎን ኣብ ሰራሕተኛታትን ሓላፍነቱን ከምኡ'ውን መርዓ ትሕቲ ዕድመ ሳዕቤናቱን ኣብ ዝብሉ ዛዕባታት ኣተኲሩ ሰፊሕ መረዳእታ ሂቡ። ተሳተፍቲ ብጊደኦም ኣብ ኮማዊ ቤት ፍርዲ ዝረኣ ምንዋሕ ቆጸራታትን ውሳነታትን ቆላሕታ ክግበረሉ፣ ኣብ ትሕቲ ዕድመ ዝኽሰት በደላት ኣራሚ መቕጻዕቲ ክብየነሉ፣ ኣብ ተመሃሮ መንእሰያት ዘተኮረ ጽዑቕ ጎስጓሳት ድማ ቀጻልነት ክህልዎ ዝብሉ ርእይቶታት ብምቕራብ ዝምድንኦም ምስ ፖሊስ፣